ሰላም ጥዕና ሃበለይ ዝኸበርኩምን ፈትዋትን ተኸታተልቲ መደብ ሳባውያን ታይምስ ለምውን ከምቲ ልሙድ ነዚ ዕለት ዝሓርናዮም ሓፀርትን እዋናውን ዝበልናዮም ዜናታት ሒዝናልኩም መፂናልና ንሰናይ ምክትታልኩም ንዕድመ ፈለማ ቀንዲ ቀንዲ ነጥብታቶም ናባኹም ክነብል ስርዓት ብልፅግና መራሕቲ ትግራይ ንምቕንፃል ዝተለመሉ ሓደገኛ ሚስጥራዊ ሓበሬታ ተቓሊሑ ኣሎ። ብኻሊእ ወገን ድማ ድሮናት ኢትዮጵያ ኣብ ዞባ ሰሜን ምዕራብ ትግራይ ከተማ ሽረ ሓዊሱ እስካዕ ዶብ ኤርትራ ኣብ ዘሎ ከባቢ ሓደገኛ ምንቅስቓስ ይገብራ ከም ዘለዋ ሕዚ ዝበፅሐና ሓበሬታ የመላኽት። እዚ ከምዚ ኢሉ እንዳሃለወ ካብ ጅቡቲ ናብ ኣዲስ ኣበባ ሞጆ ደረቕ ወደብ ዝጓዓዛ ዓበይቲ መኻይን ብግዲ ተታሒዘን ናብ ወተሃደራዊ ግዳጅ ይውሰዳ ከም ዘለዋ ሕዚ ዝበፅሐና ሓበሬታ የመላኽት። ፅዑቓት ተሽከርከርቲ ወተሃደራት ፅዕነን ናብ ትግራይ ይጓዓዛ ከም ዘለዋ ተጠቒሱ ኣሎ። ብሰፊሑ ናባኹም እነቕርቦ ተወሳኺ ሓበሬታና ክኸውን እዩ። መንግስቲ ኢትዮጵያ ቅድሚ ሒደት ሰዓታት ንኤርትራ ዘጠንቀቐሉ ደብዳቤ ዝጸሓፈ እንትኸውን ኣብዚ ጉዳይ መንግስቲ ኤርትራ ቁልጡፍ ምላሽ ይብሎ እንታይ በለ ክትሰምዕዎ ኢኹም። ላይክ፣ ኮሜንት፣ ሼር፣ ሰብስክራይብ ምግባር ከይትዝንግዑ። በብዘለኹም ሰናይ ጻንሒት። ብምክንያት 11 ለካቲት ኣብ ሃገረ ሱዳን ተነድባ መድረኽ ዘተ ይሳለጥ ምህላው ተገሊጹ። ክብርታት 11 ለካቲት ተሓጊጥና ውሕስ ሰላምን ግዝኣታዊ ሓድነት ትግራይ ነረጋግጽ ብዝብል መሪሕ ሓሳብ ኣብ ሃገረ ሱዳን ማእኸል መዕቖቢ ስደተኛታት ተጋሩ ተነድባ መድረኽ ዘተ ይሳለጥ ምህላው ተገሊፁ'ሎ። ኣብቲ መድረኽ ዘተ ወኪል መንግስቲ ትግራይ ተጋዳላይ ሰብሖ ሓጎስ፣ ኣብ ማእኸላይ ኮሚቴ ውድብ ህወሓት ተጋዳላይ ገዛኢ ዳኘው፣ ኣቦ ወንበር ማሕበር ተጋሩ ሱዳን ተጋዳላይ ነጋሲ ተስፋይ ተረኺቦም ነቲ መድረኽ ዘተ ይመርሕዎ ምህላዎም ተጠቒሱ'ሎ። ዝኾነ ይኹን ልኡኽና ብኣንፃር ረብሓ ህዝቢ ትግራይ ይፈፀም፣ ክብርታትን ትውፊታትነ በዓል ለካቲት ዓሰርተ ሓደ ተሓንጊጥና ብውሑስ መንገዲ ናብ ዓድና ክንምለስ ኩሉ ክረባረብ ነፅውዕ ክብል ንድምፂ ወያነ ትግራይ ኣብ ዝለኣኽዎ ሓበሬታ ጠቒሶም ኣለዉ። በዓል ዓሰርተ ሓደ ለካቲት ኣብ ኩለን ማእኸላት መዕቆቢ ስደተኛታት ተጋሩ ብዝተፈላለየ ምድላዋት ከም ዝኽበር እውን ካብቲ ቦታ ዝበፅሐና ሓበሬታ የመላኽት። ዝወሰድዎ መሬት ብዝግባእ ኣልሚዖም ናብ ረብሓ ዘውዕሉ ልምዓታውያን ሰብ ሃፍቲ ዝተማልአ ድጋፍ ክግበረሎም ምዃኑ ምምሕዳር ከተማ መኾን ኣፍሊጡ። እቲ ምምሕዳር ነዚ ዘፍለጠ ብልዕሊ ክልተ ሚእቲ ሚልዮን ብር ካፒታል ዝተሃነፀ ዓለምለኸ ሆቴል ሰላም እንትምረቕ እዩ። ከንቲባ ምምሕዳር ከተማ መኾኒ ኣይተ ዕፃይ ተካ ኣብቲ ስነ ስርዓት ምረቓ ኣብ ዘስምዕዎ ስፍሕ ዝበለ መደረ ኣብታ ከተማ ብርከት ዝበሉ ሰብ ሃፍቲ ናይ ኢንቨስትመንት መሬት ወሲዶም ከየልምዑ ሓፂሮም ካብ ልምዓት ወፃኢ ገይሮሞ ከም ዘለዉ ብምሕባር ኣብ ቀፃሊ መሊኦም ናብ ልምዓት ዘሰጋገሩሉ ዕድል ንምፍጣር ኣድላይ ድጋፍን ክትትልን ክግበር ምዃኑ ሓቢሮም ኣለዉ። ኣድላዪ ድጋፍን ክትትልን ተገይርሎም ናብ ልምዓት ንዘይተሰጋገሩ ሰብ ሃፍቲ ተሪር ስጉምቲ ክውሰድ ምዃኑ ዘመላኸቱ ኣይተ ዕፃይ፣ ቀልጢፎም ናብ ልምዓት ንዝተሰጋገሩ መርኣያ ሰብ ሃፍቲ ድማ መተባብዒ ድጋፍ ክግበረሎም ምዃኑ ኣረጋጊፆም ኣለው። ዋና ኣመሓዳሪ ዞባ ደቡብ ትግራይ ኣይተ ዝናቡ ገብረመድህን ብግዲኦም ዘለዎም ሃፍቲ ጥሪትን ኣብ ዓዶም ንዘዋፈሩ ልምዓታውያን ሰብ ሃፍቲ ምድጋፍ ብዝተጠናኸረ መልክዑ ከምዝቕፅል ኣረጋጊፆም ኣለዉ። በዓል ዋና ዓለም ለኸ ሆቴል ሰላም ኣይተ ማርታ ሓለፎም ድማ ኣብ ዓዶም ዘጥረይዎ ሃፍትን ጥሪትን ኣብ ልምዓት ዓዶም ምውዓሎም ዘልዓለ ክብርን ሓበንን ከምዝስምዖም ካልኦት ሰብ ሃፍቲ እውን ኣሰሮም ብምስዓብ ኣብ ሕውየትን ዳግመ ህንፀትን ትግራይ ታሪካዊ ሓላፍነቶም ክፍፅሙ ፃውዒቶም ኣቕሪቦም ይብል ድምፂ ወያነ ትግራይ። ናብ ሎሚ ኣብ ዘውግሕ ለይቲ ኣብ ከተማ ውቕሮ ባርዕ ሓዊ ምግጣሙ ተገሊጹ። ፖሊስ ከተማ ውቕሮ ናብ ሎሚ ኣብ ዘውግሕ ለይቲ ኣብታ ከተማ ሓደጋ ባርዕ ሓዊ ከም ዘጋጠመ ኣረጋጊጹ ኣሎ። እቲ ሓደጋ ባርዕ ሓዊ ኣብ ከባቢ መዕርፎ መኻይን ከተማ ውቕሮ ከም ዘጋጠመ ቤት ጽሕፈት ፖሊስ ከተማ ውቕሮ ኣብ ዘርጎ ሓበሬታ ጠቒሱሉ። በቲ ዘጋጠመ በርዕ ሓዊ ኣብ ንብረት ዓሰርተ ሓደ ነጋዶ ጉድኣት ምብጽሑ ዝገለጸ ቤት ጽሕፈት ፖሊስ እታ ከተማ ኣካላት ጸጥታ ነቲ ሓደጋ እንተዘይከላኸልዎ ናብቲ ከባቢ ብምስፍሕፋሕ ዝኸፈ ጥፍኣት ከስዕብ ነይሩ ክብል ስግኣቱ ጠቒሱሉ። መንቀል እቲ ሓደጋ ኣብ ንብረት ዝበጽሐ ጉድኣት ይጻረ ብምህላው ዝተበጽሐ መደምደምታ ኣብ ቀረባ ዕላዊ ከም ዝግበር ፖሊስ ከተማ ውቕሮ ምግላጹ ድምፂ ወያነ ትግራይ ኣብ ዝዘርጎ ሓበሬታ ተቐይሱ ኣሎ። ሚኒስትሪ ጉዳያት ወፃኢ ኢትዮጵያ ዶክተር ጌዲዮን ጢሞቶስ ናብ ሚኒስትሪ ጉዳያት ወፃኢ ኤርትራ ኦስማን ሳልሕ ኣብ ዝፀሓፎ ደብዳቤ ሰራዊት ኤርትራ ካብ መሬት ኢትዮጵያ ይውፃእ ዝብል መጠንቀቕታ ዝመስል መልእኽቲ ብደብዳቤ መልክዕ ምልኣኹ ዝዝከር እዩ። ነዚ ስዒቡ ጋዜጣዊ መግለፂ ካብ ኤርትራ ተዋሂቡ ኣሎ። ሚኒስትሪ ጉዳያት ወፃኢ ሪፐብሊክ ኢትዮጵያ ናብ ሚኒስትሪ ጉዳያት ወፃኢ ኤርትራ ፍረ ዘይብሉ ናይ ፍርሒ ደብዳቤ ሰዲዱ። ኤርትራ መሬት ኢትዮጵያ ኣይሓዘቶን፣ ክትጎብጦ እውን ሓሲባ ኣይትፈልጥን። ጉዳይ ዶብ ኤርትራን ኢትዮጵያን ሓንሳእን ንሓዋሩን ብውድብ ሕቡራት ሃገራት ኣብ ስምምዕ ኣልጀርስ ተፈቲሑ እዩ። ናይ ኤርትራ ግዝኣታዊ ማያትን ባሕርታታን ኤርትራዊ ቀይሕ መስመርና እዩ። እዚ ድማ ኣይንደራደሩሉን ዝብል ትርር ዝበለ ምላሽ ብወገን ኤርትራ ተዋሂቡሉ። መንግስቲ ብልጽግና ፖለቲካውን ወተሃደራውን ስዕረት እንተጋጥሞ ነቲ ጸገም ኣብ ክንዲ ምፍታሕ ናብ ግዳም ንምውጻእ እዳው ናብ ኤርትራ የቐንዕ። እዚ ሰሙን እዚ ካልእ ኣብነት ናይቲ ኣብ መላእ ኢትዮጵያ ብሓይልታት ፋኖ ኦነግን ህወሓትን ካልኦትን ዝካየድ ዘሎ ዝተወደበ ዘይሕለል ቃልሲ እዩ ክብል እውን መንግስቲ ኤርትራ ሕዚ ኣብ ዝዘርግሖ መግለጺ ጠቒሱ ኣሎ። ምንቅስቓስ ሰራዊት ኤርትራ ንምጉዓዝ መሳርሒ ኲናት ንምክትታል ካብ ትማሊ ንግሆ ጀሚረን እስካዕ እዛ ሕዚ ሰዓት ኣብ ዞባ ሰሜን ምዕራብ ትግራይ ሰፊሕ ዝተብሃለ ዳህሳስ ድሮን ይካየድ ከም ዘሎ ተገሊጹ ኣሎ። ፍልፍላት ዝለኣኹልና ሓበሬታ ከም ዘመላኽቶ ካብ ትማሊ ጀሚሩ ንነበርቲ ከተማ ሽረን ከባቢኣን ዘሰንበደ ዳህሳሳ ድሮን ብሰፊሑ ይረአ ከም ዘሎ እዮም ዝጠቐሱ። ኣብ ዞባ ሰሜን ምዕራብ ትግራይ ካብ ከተማ ሽረ ጀሚሩ ክሳዕ ተከዘ ካብ ባድመ ጀሚሩ እስከ ዓዲ ዌላ ኣብ ዘሎ ከባብታት ድሮናት ኢትዮጵያ ብበዝሒ ይዝንብያ ከም ዘለዋ እዩ ዝተገለጸ። ምስዚ ጉዳይ ተታሒዙ እውን መንግስቲ ኢትዮጵያ ኣብ ዝኾነ ሰዓት መጥቃዕቲ ክፍኑ ከም ዝኽእል ዝተጠቐሰ እንትኸውን በዚ መንፅር ህዝቢ እቲ ከባቢ ኣድላይ ዝተብሃለ ጥንቃቕ ክገብር ፃውዒት እንዳቐረበ ይርከብ። ብፍላይ ኣብ ከተማ ሽረ ድሮናት ኢትዮጵያ ኣዝየን ትሕት ኢለን ንህዝቢ ግልፂ ብዝኾነ ምንቅስቓስ ይረኣያ ከም ዘለዋ እዮም ፍልፍላት ዝለኣኽዎ ሓበሬታ ዘመላኽት። ብምቕፃል ሕዚ ዝተሰምዐ ሓደገኛ ሓበሬታ ክነካፍለኩም። ካብ ጅቡቲ ናብ ኣዲስ ኣበባ ሞጆ ደረቕ ወደብ ዝጓዓዛ ዓበይቲ መኻይን ብግዲ ተታሒዘን ናብ ወተሃደራዊ ግዳጅ ይውሰዳ ከም ዘለዋ ጋዜጠኛ ስታሊን ገብረስላሴ ጠቒሱ። ጋዜጠኛ ስታሊን ገብረስላሴ ንፍልፍላቱ ጠቒሱ ኣብ ዘርግሖ ሓበሬታ ፈለማ ናይቶም ሽፈራት ማንጃ ፍቓድ ይሕደጉ እሞ ነዳዲ ብነፃ ይምልኦም ናብ ምድቦም ይላኹ ኣለዉ ክብል ጠቒሱ ኣሎ። ገሊኦም ወተሃደራዊ ኣፅዋር ፅዒኖም ብኣፋር ገዋኔ ገይሮም ናብ ጭፍራ ኮምበልቻ ይኸዱ ምህላዎም እቲ ጋዜጠኛ ይጠቅስ። ክልተ ሚእትን ሰብዓን መኻይን ንኣሶሳ ህዳሴ ግድብ ከባቢ ይኸዱ ከም ዘለውን ሰራዊት ጽዒኖም ናብ ሰሜን ክመጹ ትጽቢት ከም ዝግበር ጠቒሱ ኣሎ ኣርባዕተ ሚእቲ ዝኾና ድማ ብጅማ ናብ ገጽመቱን ጋምቤላን ይኸዳ ከም ዘለዋ ብምጥቃስ እዚአን እውን ተመሳሳሊ ዕላማ ሒዘን ሰራዊት ጽዒነን ክመጻ ትጽቢት ከም ዝግበራ ጠቒሱ ኣሎ ሰራዊት ብልጽግና ካብ ጎንደር ይወፅን ናብ ምዕራብ ትግራይ ይኸትት ከም ዘሎ እውን ጋዜጠኛ ስታሊን ገብረስላሴ ኣብ ዘሰራጨው ተወሳኺ ሓበሬታ ጠቒሱ ኣሎ ፀላኢ ዝኾነ ስርዓት ብልፅግና ምስ ባንዳታት ተጋሩ ተሊምዎ ዘሎ ሓደገኛ ሚስጥራዊ ሓበሬታ ሊሕኹ ወፅዩ። ኣመራርሓ ሸፋቱን ለኣኽቶም ፀለእትና ብዕለት 28 ጥሪ 2018 ዓ ም ብኣቆፃፅራ ግዝ ዝተዘራረብሎም ቀንዲ ቀንዲ ነጥብታቶም ከምዚ ሰብ ናባኹም ክነብል ቀዳማይ ኮሮም ማጮ መኾኒ ማእኸል ገይሮም ዝሰርሕዎ ምጥንኻር ብፍላይ ደቂ ኣንስትዮ ትኩረት ገይርና ክንሰርሕ ዝብል ዓብዪ ነጥቢ ኣልዒሎም ከም ዝመኸሩ እዩ ዝተገለፀ። ካልኣይ ናይ ዓበይቲ ወተሃደራዊ መራሕቲ ሽፈሮምን መገብቶምን ብሓይሊ ገንዘብ ብምስራዕ መራሕቲ ዝውዕሉሉን ዝሓድሩን ብምንፃር ተኣመንቲ ኣቐሚጥና ሓበሬታ ክህቡ ምግባር ንስጉምቲ ምምጭጫው። ሳልሳይ መራሕቲ ብናይ ባዕሎም ሰባት ምቕንፃል። ራብዓይ ካብ ሰራዊት ትግራይ ጥይት ብኽባር ምዕዳግ መሊስና መቕተሊኦም ክንጥቀመሉ። ሓምሻይ ከበርቲ ኣፅዋር ዝተቐመጥሎም ቦታታት ሰብ ምምዳብ ከይወፁ ምግባር። ሻድሻይ መራሕትን ተመራሕትን ከይተኣማመኑ ብዕቱብ ምስራሕ ኣብ ዝብሉ ሓሳባት ተሰማሚዖም መደብ ብምሓዝ ሰብ ምሰምራይ ከም ዝጀመሩ ዝወጸ ሊሕኹ ዝተረኸበ ሓበሬታ የመላኽት። ምስ ዓበይቲ መራሕቲ ካብ ዘለዉ ሓለውቲ እውን ስሩዓት ኣለዉና እዮም፣ ኣብ ግዜኡ ስጉምቲ ክወስዱ እዮም፣ ንከታተል፣ ዝሓዝናዮም መደባት ንፈጽም ኢሎም ከም ዝተነጋገሩ እዩ እቲ ሓበሬታ ዘመላኽት።